ሰላም ከመይ ትኾኑ ዝኸበርኩም ሰማዕትና እዚ ካብ ዋሽንግተን ዲሲ ዝፍኖ ድምፅኹም ድምፂ ኤርትራውያን እዩ ንሎሚ ዝሓዝናዮም ዕለታዊ ዜናታት ሒዝናልኩም ቀሪብና ኣለና ፈለማ ብቐንዲ ርስታት ዜናታት እዚ ዕለት ክንጅምር ኣዛዚ ሓይልታት ዳዕመ ሰሪዕ ንኤርትራ ከጥቅዕ ከም ዝኽእል ተሓንዮ ኣብ ኢትዮጵያ ኣስታት 35 ሰላማውያን ሰባት ብጅምላ ተረሺኖም ኤርትራዊ መንእሰይ ብኣስካሕካሒ ማህረምቲ ተቐቲሎም። ናብ ዝርዝራቶም ክንሰግር፣ ኣዛዚ ሓይልታት ዳዕመ ሰሪዕ ንኤርትራ ከጥቅዕ ከም ዝኽእል ተሓንዩ። ኣዛዚ ሓይልታት ዳዕመ ሰሪዕ መሓመድ ሓምዳን ደጋሎ ኣብቲ ናብ ኤርትራ ዘነጻጸረ ከም ዝኾነ ዝግለጽ መደረኡ ሰራዊት ሱዳን ብኣየር ንዘካይዶ ደብዳብ ዘገልግል መዕረፎ ነፈርቲ ከም ዘጥቅዕ ገሊጾም። ጀነራል መሓመድ ሓምዳን ደጋሎ ኣብዚ ዞባ ምስ ሰራዊት ሱዳን ተሰሊፎም ኣንጻር ሓይልታት ዳዕመ ሰሪዕ ዝዋግኣ ሃገራት ከም ዘለዋ ብምጥቃስ ኣብዚ ኢድ ዘለዎ ዝኾነ ይኹን መዕሩፊ ንፈርቲ ከም ዝድብድብ ኣጠንቂቑ ኣሎ። ጀነራል ሒሚቲ ነዚ ዝበለ ነቲ ዳግማይ ኣገልግሎት ክጅምር ሰዓታት ጥራሕ ተሪፍዎ ዝነበረ መዕርፎ ንፈርቲ ካርቱም ብድሮን ድሕሪ ምዕናዉ እዩ። ኣቐዲሙ እቲ ጀነራል፣ ኢሳያስ ኣፍወርቂ ኣብ ውሽጣዊ ጉዳያት ሱዳን ብቐጥታ ኢዱ የእትዩ ኣብቲ ኲናት ብምስታፍ ዓብዪ ጉድኣት ከም ዘብጽሐ ከሲሱ ነይሩ። ብተወሳኺ ድማ ነዚ ጉዳይ ሸለል ኣይክንብሎን ኢና፣ ዓቕምታትና ኣዋዲድና ኣብ ልዕሊ መንግስቲ ኤርትራ ናይ ሕነ ምፍዳይ ስጉምትታት ክንወስድ ኢና ክብል ኣጠንቂቑ ከም ዝነበረ ይፍለጥ። ኣብ ኢትዮጵያ ኣስታት ሰላሳን ሓሙሽተን ሰለማውያን ሰባት ብጅምላ ተረሺኖም። ኣብ ኢትዮጵያ ክልል ኦሮሞ ዞባ ምዕራብ ሽዋ ከባቢ ኖኖ ኣስታት ሰላሳን ሓሙሽተን ህጻናትን ደቂ ኣንስትዮን ዝርከብዎም ሰለማውያን ሰባት ብጅምላ ከም ዝተቐትሉ ማዕከናት ዜና እታ ሃገር ኣቃሊዐን። ኣመሓደርቲ መንግስቲ እቲ ከባቢ እቲ ጀምላዊ ቅትለት ዝተፈጸመ ካብ ዞባ ጉራጌ ወረዳ ኣብ ሸገ ተሳጊሮም ዝመፁ ዕጡቃት ፋኖ ዝፈጸምዎ ከም ዝኾኑ እዮም ዝኸሱ። ሓይልታት ፋኖ ብወገኖም ኣብቲ ከባቢ ዝንቀሳቐሱ ዕጡቓት ሓይልታት ፋኖ ከም ዘይብሎም ብምጥቃስ መንግስቲ ባዕሉ ዝወደቦም ዕጡቓት ዝፈፀምዎ ከም ዝኾነ ብምግላፅ ነቲ ክሲ ነፂጎምዎ ኣለዉ። ኣብ መንጎ ሓይልታት ፋኖን ሰራዊት ፌደራልን ብነፈርቲ ዝተደገፈ ፅዑቕ ኲናት ዝቐፀለ ክኸውን ከሎ ኣብ ዝሓለፉ ግዜያት ሓይልታት ፋኖ ኣብ ልዕሊ ሰራዊት ፌደራል ብዘካየድዎ ስርሒት ኣማኢት ወተሃደራት ከም ዝማረኹን ከም ዝደምሰሱን ብምሕባር ኣሽሓት ወተሃደራት ድማ ከም ዝበተኑ ምግላጾም ይዝከር። ብተወሳኺ ፎከስትን ከበድትን ኣጽዋር ሓዊሱ ኣስታት ዓሰርተ ሓሙሽተ መካይን ከም ዝማረኹ ምግላጾም ይፍለጥ። መንግስቲ ኢትዮጵያ ውሽጣዊ ጉዳያታ ብምሕማስን ንዕጡቋት ፋኖ ሓገዝ ኣብ ምግባርን ንስርዓት ኢሳያስን ህወሓትን ተደጋጋሚ ክኸሶም ምጽንሑ ዝዝከርዮ። ኤርትራዊ መንእሰይ ብኣስካሕካሒ ማህረምቲ ተቐቲሉ። ኤርትራዊ ስደተኛ ወዲ ዕስራን ትሽዓተን ዓመት መንእሰይ ብወተሃደራት ላቲቭያ ብሰንኪ ዝወረዶ ከቢድ ማህረምቲ ህይወቱ ከም ዝሓለፈ ተገሊጹ ኣሎ። እቲ ሞይቱ ዝተረኸበ ኤርትራዊ መንእሰይ ኣብ ሰሜናዊ ክፋል እታ ሃገር ኣብ ዝርከብ ምስ ላቲቭያ ዘዳውብ ዞባ ብራስላቭ ክልተ ኤርትራውያን ስደተኛታት ነቲ ሬሳ እንዳሓለዉ ከም ዝተረኸቡ ማዕከን ዜና ኤስቢ ኣቃሊሓ። እቶም ብሓለዋ ዶብ ቤላሩስ ዝተረኸቡ ኤርትራውያን ስደተኛት፣ ኣብ ላቲቭያ ወተሃደራዊ ክዳን ብዝገበሩ ሰባት ተሃሪሞም ሞባይሎም ተሓዲጎም ብብረት እንዳፈራርሑ ኣብ መኪና ሰቒሎም ናብ ዶብ ቤላሩስ ከምዝደርበይዎም ሓቢሮም። እቲ ኤርትራዊ መጓዕዝቶም ውን ብሰንኪ እቲ ኣብ ልዕሊኦም ዝተፈጸመ ከቢድ ማህረምቲ ከም ዝሞተ ኣረጋጊጾም ኣለው። ኣማኢት ኣሽሓት ኤርትራውያን ብሰንኪ እቲ ብስርዓት ኢሳያስ ዝወርዶም ኣደራዕ ዝፈትውዋ ሃገሮም ገዲፎም ኣዝዩ ሓደገኛ መንገዲ ስደት እንትመርጹ፣ ከም ዝረኣዩን ሓያሎ ኣብ ዝምተመነይዎ ከይበጽሑ ህይወቶም ከም ዝስእኑ ይፍለጥ። ዝኸበርኩም ሰማዕትና ዕለታዊ ዜናና ነዚ ዝሰማዕኩሞ ይመስል ነይሩ።